ሮሜ ምዕራፍ ሸውዓተ
እሕዋተይ ምሳኻትኩም ሕጊ ምስ እትፈልጡ ሰባት እየ ዝዛረብ ዘለኹ። ሕጊ ንሰብ ዝገዝኦ ብህይወቱ ክሳዕ ዘሎ ጥራሕ ምዃኑዶ ኣይትፈልጡን ኢኹም? ሰበይቲ ሰብኣያ ብህይወቱ ክሳዕ ዘሎ ብሕጊ ምስኡ እስርቲ እያ። ሰብኣያ እንተ ሞተ ግና ካብቲ ዝተኣሰረትሉ ሕጊ ፍትሕቲ እያ። እምበኣር ሰብኣያ ብህይወቱ እንተሎ ንኻልእ ሰብኣይ እንተ ኾነት ዘማዊት እያ እትበሃል። ሰብኣያ እንተ ሞተ ግና ካብቲ ሕጊ ሓራ ወጺኣ እያ እሞ ንኻልእ ሰብኣይ እንተ ተመርዓወት ዘማዊት ኣይኰነትን። ስለዙይ ንእግዚኣብሔር ፍረ ምእንቲ ኽንፈሪ ንስኻትኩምውን ኣሕዋተይ ንኻልእ ማለት ነቲ ካብ ሞት ዝተሰእ ክርስቶስ ምእንቲ ኽትኰኑ ብናይ ክርስቶስ ሥጋ ካብ ሕጊ ሙሴ ሓራ ወጺኹም ኢኹም። ካብቲ ብሥጋ እንነብረሉ ዝነበርና ጊዜ ብሕጊ ተለዓዒሉ ድሌት ሓጢኣት ኣብ ስጋና ይሰርሕ ነበረ እሞ ንሞት ዝኸውን ፍረ ኣፍረና። ሕዚ ግና ብብሉይ ናይ ሕጊ ጽሑፍ ኣነባብራ ክንክተል ዘይኮነስ ብመንፈስ ዝኾነ ብሓዱሽ መንፈሳዊ ሕይወት ክነገልግል ካብቲ ኣሲሩና ዝነበረ ሕጊ ሞይትና ካብኡ ተፈታሕና። እንታይ ደኣ ክንብል ሕጊ ሓጢኣት እዩ ዲና ክንብል ኣይንብልን ኦሪት እንተ ዘይመጽእ ነይሩ ግና ብዘይ ሕጊ ንሓጢኣት ኣይምፈለጥክዎን ነይረ ሕጊ ዘይ ገንዘብካ ኣይትመነ።
እንተ ዘይብል ንትምኒት ፈጺመ ኣይምፈለጥክዎን ነይረ ሓጢኣት ብዘይ ሕጊ ምዉት እዩ ሓጢኣት ግና ነቲ ትእዛዝ ምኽንያት ብምግባር ክፉእ ትምኒታት ኣላዓዓለለይ። ኣነ እውን ቅድም ሕጊ እንተይመጸ ሕያው ነበርኩ፣ ትእዛዝ ምስ መጸ ግና ኃጢኣት ሕያው ኮነ፣ ኣነ ኸዓ ሞትኩ። እቲ ሕይወት ከምጽእ ዝተውሃበ ትእዛዝ ንኣይ ንሞት ኮነኒ። ሕጊ ንኃጢኣት ምኽንያት ኮይንዎ ብትእዛዝ ኣስሓተኒ እሞ ብእኡውን ቀተለኒ። እምበኣር እቲ ሕጊ ቅዱስ እዩ፣ እቲ ትእዛዝ እውን ጽድቅን ሰናይን እዩ። እቲ ስናይ ድዩ ደኣ ንዓይ ሞት ዜምጽኣለይ? ኣይፋሉን። ሞት ዜምጽኣለይስ ሓጢኣት እዩ። ሓጢኣት ሓጢኣት ምዃኑ ምእንቲ ኺግለጽ፣ በቲ ሰናይ ገይሩ ሞት ኣምጽኣለይ። በዙይ ኸዓ እቲ ሓጢኣት ብምኽንያት ትእዛዝ ፍጹም ሓጢኣት ከም ዝኾነ ምእንቲ ኺግለጽ እዩ። ሕጊ መንፈሳዊ ምዃኑ ንፈልጥ ኢና፣ ኣነ ግና ንሓጢኣት ዝተሸጥኩ ስጋዊ ሰብ እየ፣ ነቲ ዝገብሮ ኣይፈልጥን እየ፣ ነቲ ዝጸልኦ እየ ዝገብሮ ዘለኹ እምበር፣ ነቲ ዝደልዮ ኣይኮንኩን ዝገብሮ ዘለኹ እሞ፣ ኣነ ነቲ ዘይደልዮ ካብ ዝገብር ግና እቲ ሕጊ ሰናይ ምዃኑ እምስክር ኣለኹ። እምበኣር እቲ ኣባይ ሓዲሩ ዘሎ ሓጢኣት እዩ ዝገብሮ ዘሎ እምበር ኣነ ኣይኮንኩን። ሰናይ ንምግባር ደኣ ድሌት ኣለኒ እምበር ሰናይ ግብርስ የብለይን። ስጋዊ ስለ ዝኾንኩ ጽቡቕ ስራሕ ኣባይ ከም ዘየለ እፈልጥ እየ። ነቲ ክገብሮ ዝደልዮ ሰናይ ዘይኮነስ ነቲ ክገብሮ ዘይደልዮ ነገር እየ ዝገብር ዘለኹ። ነቲ ኣነ ዘይደልዮ ዝገብሮ ካብ ኮንኩ ግና ድሕሪ ሕዚስ እቲ ኣባይ ሓዲሩ ዘሎ ሓጢኣት እዩ እምበር ኣነ ኣይኮንኩን ዝገብሮ ዘለኹ። እቲ ጽቡቕ ስራሕ ክሰርሕ ዝፈቐደለይ ሕጊ፣ ንሱ ኣብ ልዕለይ ክፉእ ነገር ኣምጺኡለይ ረኸብክዎ። ኣብ ውሽጠይ ብሕጊ እግዚኣብሄር ባህ ይብለኒ'ዩ። ግና ምስ ሕጊ መንፈሰይ ዝዋጋእ፣ ናብቲ ኣብ ሰብነተይ ዘሎ ሕጊ ሓጢኣት ኣቢሉ'ውን ዝማርኸኒ ካልእ ሕጊ እርኢ ኣለኹ። ኣነ ዝተዋረድኩ ሰብ'የ፣ ካብዚ መዋቲ ሰብነት መን ኮን ከድሕነኒ'ዩ? እምበኣርስ ኣነ ብሓሳበይ ንሕጊ እግዚኣብሄር ብሰብኣዊ ባህርየይ ድማ ንሕጊ ሓጢኣት እግዛእ ኣለኹ እሞ፣ ነቲ ብጐይታና ኢየሱስ ክርስቶስ ዘድሓነኒ እግዚኣብሄር ምስጋና ይኹኖ።